ማሕበር ተራድኦ ናይ ጸባ ከብቲ ዞባ ማእከል ኣብ ክልተ ሽሕን ዓሰርተን ድሕሪ ዝገበሮ ሓድሽ ኣወዳድባ፣ ምህርቲ ጸባን ውጽኢቱን ብምዕባይ ጠለባት ንምምላእ ሓያል ጻዕሪ ይገብር ከምዘሎ ብ ዕስራን ትሽዓተን ጉንበት ኣብ ዘቃንዖ ጉባኤ ተገሊጹ። ሓላፊ ኣፍረይቲ ማሕበራት ዞባ ማእከል ኣቶ ርእሶም ኣለም ኣብ ዘስምዖ ቃል፣ ማሕበር ድሕሪ ዝገበሮ ሓድሽ ኣወዳድባ ሸትኡ ንምውቃዕ ይነጥፍ ከምዘሎ ጠቒሱ፣ ማሕበር ናይ ገዛእ ርእሱ መመስርሒ ቀለብ መግቢ እንስሳ ተኺሉ ሕጽረታቱ ክፈትሕ ዘቕረቦ ጠለብ ተቐባልነት ከምዝረኸበ ብምምልካት ኣብ ከባቢ ዓዲ ሰጉዶ ዝተፈቕደ ሸሞንተ ሽሕ ትርብዒት ሜትር ንምህናጽ ኣብ መስርሕ ፍቓድ ከምዘሎ ኣብሪሆም። ጸብጻብ ሰለስተ ዓመት ንጥፈታት ማሕበር ዘቕረበ ኣካያዲ ስራሕ ማሕበር ተራድኦ ናይ ጸባ ከብቲ ኣቶ ዑቕባሚካኤል ኣብርሃ ብጊዱ፣ ማሕበር በብእዋኑ ድኽመታቱን ብልጫታቱን ብምግምጋም ንዕቤት ምህርቱ ኣብ ሓያል ጻዕሪ ከምዝርከብ ብምሕባር፣ ሓረስቶት ጸገማቶም ብጻዕሮም እናፈትሑ ዘፍረይዎ ጸባ ኣብ ክንዲ ህዝቢ ነጋዶ ይረብሑሉ ከም ዘለዉ ብምጥቃስ፣ ማሕበር ፍርያቱ ባዕሉ ከከፋፍል ብምምሕዳር ዞባ ማእከል ዝወጸ መደብ ምስ ፋብሪካ ጸባ ብዘሎ ዘይምርድዳእ ገና ከም ዘይተተግበረ ሓቢሮም። ኣቦ መንበር ማሕበር ኣቶ ረዘነ ጳውሎስ ድማ ሓረስቶት ንሕጽረታቶም እናሸፈኑ ቀረብ ጸባ ንምዕባይ ንዘካይድዎ ዘለዉ ጻዕሪ ብምንኣድ ሕጽረት መግቢ፣ ጥሪት፣ ቀንዲ ማሕንቖ ኮይኑ ስለ ዘሎ እቲ ፋብሪካ ኣብ ሓጺር ግዜ ተሃኒጹ ስርሑ ንኽጅምር ዝካየድ ጻዕሪ ክሕይል ኣዘኻኺሮም። ኣካያዲ ስራሕ ዞባ ማእከል ኣቶ ዘርኢ ተወልደብርሃን ኣብ ዘስምዖ መዛዘሚ ቃል፣ እቲ ማሕበር፣ ጠለብ ጸባን ውጽኢቱን ናይቲ ዞባ ናይ ምውሓስ ሓላፍነት ስለዘለዎ፣ ብዘለዎ ሕጽረታት ከይተዓናቐፈ ብዝያዳ ጻዕሪ ምህርቱ ከዛይድ ብምልባው፣ ምምሕዳር ዞባ ማእከል ንዕብየት'ቲ ማሕበር ክሰርሕ ምዃኑ ኣረጋጊጾም። ጉባኤኛታት፣ ጉዳይ መግቢ እንስሳ ቁልጡፍ ፍታሕ ክናድየሉ፣ ንረብሓ ነጋዶ ዝኸውን ዘሎ ጸባ ኣድህቦ ክግበረሉ፣ ተገዚኤን ዘለዋ መመስርሒ ማሽናት ብኣጋ ስርሐን ክጅምራ ዝብሉን ካልኦትን ርእይቶታት ድሕሪ ምቕራብ፣ ኣቐዲማ ኣብ ስራሕ ዝጸንሐት ቦርድ ዳግማይ ንክልተ ዓመት ክትሰርሕ መሪጾም።